መርሓባ ሰላም ሰላም ሰላም እኳ ደሓን መፃኹም እንዳበልኩ ናብ ቻነለይ ከምቲ ትሪእዎ ዘለኹም ሎሚ ከዓ ከምቲ ናይ ረቡዕ ከምቲ ውዕለይ ሒዘልኩም መፅእ ኣለኹ ማለት እዩ ቀልጢፍካ ዝስራሕን ቀልጢፍካ ዝሰልጠካን ዝመስል ትረሰብቲ ናቱ ጎረረይ ቁርተይ ተዓፅየ ኣለኹ ይቕሬታ እዚ ከዓኒ ከም ትሪእዎ ዘለኹም ሻምፒዮን ከምዚ ጌርኩም ትሓፅብዎ ቤቢ ስፒናች እዩ ተቐርድድዎ ከይበሰለ ከሎ ማለት እዩ ከምዚኣ ጌርኩም ኣድካ ኣድካ ኣቢልክን ከምዚ ኣነ ዝገብሮ ዘለኹም ድሕር ምሳይ ጌርኩም ኩልኹም ኣወዳትኩም ዋላ ጓልትኩም ልክዕ ከምቲ ናተይ ክመፀልኩም ተስፋ ገብር ክጥዕመኩምን እዚ ከዓ ቫልኑስ እዩ ወርዱ ዝኸማን ብኢድኩም ጌርኩም ከማን ክተድቅዎ ትኽእልኹም እዚ ሻርፍ ከዘ እዩ ጅብና ማለት እዩ ከምዚ ንፉል ንበልዓሉ ኣብኡ ከሎ ከዓ እሱ ብሓንሳእ ምስቲ ስፒናሽ ትሕውስዎ እዚ ፐርሰሜሎ እዩ ኩሉ ብሓንሳእ ኢካ ትሕውሶ ብኢድካ ጌርካ ማለት እዩ ድሓር ኣብቲ ገፍል ትመልእዎ ኣለኹም ማለት እዩ እቲ ሻምፒዮን ኣብኡ እንዳመላእኩም ኣብቲ ቅንጥሻ እንዳፀወጥኩም ትእትዎ ስካዕ ዝኣተወልኩም ማለት እዩ ከምኣ ከምዛ ዝገብራ ዘለኹ ሸጣሕትወን ነዚ ይመስል እዚ ከዓ ሽማንዲ እዩ ወረሳ ወራም ካብ ክልቲኡ ሓደ ክትገብሩ ትኽእልኹም ሓንቲ እንቃሖ ጌርኩም ብዘይ ጨው ብደይ ዋላ ሓንቲ ኣብ ኩሉ ተብሎ ላይክ ሳብስክራይብ ሸር ከዓኒ ኣይተቋርፅ ብለይ ከምቲ ልምዲ ኩላ ግዜ ተተባብዑኒ ይኣኒለይ እንዳበልኩ ብጣዕሚ እየ ደመስግነኩም እዚ ከዓኒ እቲ ውዱእ ብሕቕድ ሽየጥ ከምቲ ፍሌተታይግ እዩ ፅሑፋኡ ኣለዎ ከምዛ ዝቆርፃ ዘለኹም ጌርኩም ትቆርፅዋ ከከም ድላይኩም ዓቐን ኣቕጥን ተቢልኩሞ ፅቡቅ እዩ እዚ ከዓኒ ሽፔክ እዩ ሽንክን ኣዘባልክን ክስታ ይብላዕ ምስ እንቃቑሖ ቁርሲ ገለ ትፈጥዎ ትኾኑ ሕጂ ከምዚ ጌርኩም እዚ ሕጂ ዝሰርሓልኩም ዘለና ኣብ ቴሌቭዥን ፊልም ክትሪኦ ከለኹም ምሸት ክትበልዑ ዘይትደልዩ ፎኪስ ነገር ከምዚ ጌርኩም ኣቐሪብኩም ክትበልዑ ትኽእልኹም ማለት እዩ ወይ ከዓ ናይ ምሸት መግቢ ክትገብርዎ ትኽእልኹም ቀልጢፍካ ክበሪ ማለት እዩ እተን ተረፋ ናይቲ መላእክዎን ከዓኒ ኣብተን ተረፋ ሓርፅኩም ከምዚኣ ጌርኩም ብላዕሊ ስፒናች ወሲኩም ከምዚኣ ጌርኩም ከምዛ ዝገብራ ዘለኹ ጌርኩም ተዓፅዎ ከምዚኣ ከዲንኩም ኣተቐምጥዎን ማለት እዩ ከምዚ ኣነ ዝገብራ ዘለኹ እንተ ጌርኩም ከም ኣልክዓ ክመፅኣኩም እየን ሕጂ እንቃዕሖን እቲ ክሬም ዝገበርክዎ ዝረኣኹሞ እሱ ይለኽ ኣሎ ብላዕሊ ማለት እዩ ጨው ናይ ባዕሉ ስለ ዘለዎ ኩሉ ጨው ድበሃል ኣይኣተዎም ኩሉት መግቢ ኦፍን ከዓ ውዒና ያና ፀኒሕና ክልተ ሚእትን እስካዕ ክልተ ሚእቲ ካብ ሚእትን ሓምሳን እስካዕ ክልተ ሚእቲ ብራውን ምስ ኮነ ተውፅዎ ማለት እዩ ሕጂ እታ እንቃቑሖ እንታ ክሬምን ኣንተ ይድገበርኩ ከዓ ናብዚኣ ከዓ ከምኣ ጌርኩም ትእትውዋ ከም ዝበሰለ ከምዛ ዝለኣኹዋ ጌርኩም ትርእዮ ከምዚ ጌርኩም ኣብፅኹም ከዓ ተቕርቦ ምስ ሰላጣ እንዳሓወስኩም ትበልዑ ማለት እዩ ብጣዕሚ ጥዑም እዩ ክጥዕመኩም ተስፋ ገብር ብሩኽ መግቢ ይግበረልኩም ይቐኒለይ ስለዚ ኩሉ ተተባበዑ ከዓ